ሄሎ ዝኸበርክን ሕዋተይ ከመይ ቀኒኽን ደሓን ደቐኒኽን ኣነ እግዚኣብሔር መስገን ጽቡቅ ኣለኹ ንስኽን ከዓ ጽቡቅ ክትልዋ ተስፋ ገብር ሎማዓንቲ ከዓ ብካልእ ቪድዮ መጽክን ኣለኹ እንጆ ክገብሮ ተስፋ ገብር ሓደሽቲ ንድሕር ኮንክን መጀመርያ ንድሕር ኮይኑ ኣብዚ ናተይ ዩቱብ ሕጂ እንዳረኣኹንኦ ከለኽን ሳብስክራይብ ግበራ እተን ኩሉ ግዜ ሰፖርት ገብራ ንሕዋተይ ከዓ ካብ መጠን ንላዕሊ ካብ መጠን ንላዕሊ እየ ዝፈትወክን ካብ መጠን ንላዕሊ ደመስግነክን የቐንየለይ ግን መብዛሕትኽን ትሪኦ እዚ ናተይ ዩቱብ ሳብስክራይብ ስለ ዘይገበርክን ኣብቲ ዩቱብ ስትድዮ ኣትየ ክሪኦ ከለኹ ሳብስክራይብ ግበራ ኣነ ከዓ ፀፅቡቑ ቪድዮ ንዓና ንደቂ ኣንስትዮ ዝጠቅም ሒዘልክን ክመፅእ እየ ሎማዕንቲ ሕጂ ቢዚ ነይረ ፖስት ክገብር ሓሰብኩም ግን እዛ ናይ ሰንበት ትገብራ ክሓልፋ ይደለኹን ማለት እዩ እምበር ካብ መጠን ንላዕሊ ሎማዕንቲ ቢዚ ውዒለ ግን እታ ኩሉ ግዜ ሰንበት ሰንበት ትገብራ ንዓ ክሓልፋ ስለ ዘይደለኹ ሎማዕንቲ ቪድዮ ሒዘልክን መፅ ኣለኹ ማለት እዩ ሶስኽን ከዓ ሳብስክራይብ ግበራ ላይክ ከዓ ግበርኦ ከም ፌስቡክ ዘለክን ኣሕዋተይ ከዓ ኣብ ፌስቡክ እንድሕር ሸር ጌርክንኦ ካልኦት ኣሕዋትና ከኣ ይርእዮኦ ማለት እዩ። ካብ መጠነ ላዕሊ ኢለ ኣመስግነክን የቐንየለይ። ሕጂ ብቐዳማይ ሓንቲ ሓፍተይ ቦርሳታት ኣርእየና ኢልክኒ ኔርኪ ኣርእየክን ኔረ ኣብ ሕጂ ቦርሳ ማለት እዩ ግን ብዘይ ምግናን እቲ ኩሉ ሳመር እዛ ናይ ዛራ ቦርሳ እዚኣ ቀያሕ ቀይሕ ስለ ዝፈቱ ቀይሕ ከዓ ፋሽን ስለ ዘሎ ካብ ዓሚ ስጋብ ሕጂ ቀይሕን በርገንዲ ከዓ ሕጂ ይመፅኡ ኣሎ ካብ መጠን ንላዕሊ እዚኣ በቃ ስለ ዝፈተኽዋ ብዘይ ምግናን እየ ዝብለክት ዘሆል ሳመር በቃ እዚኣ ገይረ ማለት እዩ እዛ ቀያሕ ቦርሳ ምስ ዝኾነ እያ ትኸይድ በቃ እንደገና ከኣ ቀላል ኣብዚ እቱ ምስ ኣበልካዮ ኣብዛ ክስታይካ ከኣኒ ቅድሚ ሕጂ ርእየኪ ነይረ ካልእ ቦርሳታት ማለት እዩ ኣለ ንፍቲ ቪድዮ ኣቲ ክትርእዮ ትኽእል ኢኺ ግን እዚኣ በቃ ብጣዕሚ ቀላል እያ በዚኣ ከምዚኣ ጌርካ ማለት እዩ እንደገና ዝኾነ ዓይነት ኣተሓሕዛ ጌርካ በቃ ቀላል ስለ ዝኾነት እንደገና ከዓ ዘና ጥጥበ መዓት እያ ካብዛ ርያ ገዚ እያ ርእየክ ነራ ቅድሚ ሕጂ ብጣዕሚ ብጣዕሚ ብጣዕሚ ስለ ዝፈተኽዋ ኣነ ከዓ ቀይሕ ቦርሳ ከዓ ስለ ዝፈቱ ዳርጋ እዚ ብምሉእ ሳመር ብዘይ ምግናን እዚኣ እየ ሒዘ ድኸይድ ዘለኹ ቫኬሽን ምስ ከድኩ ነዚኣ ጥራይ ሒዘ ከይደ ዓበ ከዓ ፀሊም ዓበ ከዓ ድገብሮ ድርእየክን እቲ ፋሽን እዩ ድበልኩክን ከዓ እሱ ከዓ ገብር እየ ማለት እዩ መዓት ቦርሳ ይደለኒ ግን ሕጂ ከማን ቦርሳ ክገዝእ በቃ ዘይደሊ ግን ምክንያቱ እቲ ቦርሳ ስኡል ክስታይ ምስ ኮነ ይበዝሓ ካብቲ ገዛ ትፀልዖ ማለት እዩ ኤኒወይ ግን ከምዚ ሲምፕል ቦርሳ ቅድሚ ሕጂ ካልኤክ ነይረ ኣብኣቲ ክትርእዮ ትኽእል ኢኽ ማለት እዩ ካልእ ከርእየክ እንደልየ ዘለኹ ከዓ እዚ ናይ ዛራ ማለት እዩ ካብ ዛራ ጫማ ዝገዛእኽዎ ኣይገበርኩዎን ዓንቂኒ እየ ጥራሕ እየ ቅድሚ ሕጂ እቲ ክስታይ ኣርእየክን ነይረ ማለት እዩ እቲ ባሌ ፍላት ቅድሚ ሽዱሽተ ወርሒ ገለ ትቀይሕ ኢለ ከምዚ ዓይነት ኣርእየክን ነይረ እዚ መሪጄን ከዓኒ ብጣዕሚ ብጣዕሚ ስጋብ ሕጂ ፋሽን ስለ ዘሎ በቃ ምስ ዝኾነ ነገር ትገብሮ እቲ ሓንቲ ጥዕምቲ ጽብቕቲ እያ ግን ጥዑም ኣይኮነን ኮንፈርት ይኮነን ዋ ከገብረሉ ከለካ ቅድሚ ሕጂ ፋሽን ቪድዮ ክገብር ከለኹ ዝረኣኹክን ስጋብ ሕጂ ላ ግን ብቐዳማይ ገይረዮ ወፂኤ ካብ መጠን ንላዕሊ እግረይ ሕሚምኒ ብዙሕ ግዜ ክስታይ ግብረሉኒ ብቐዳማይ ግን ዋክ ምስ ገበርኩሉ ብጣዕሚ ሕሚምኒ እዚ ግን ናይ ዛሬ ሕጂ ኣይበልክዎን ከማን ዓቂነየ ጥራሕ እምበር ኣይመለስክዎም ካብ መጠን ንላዕሊ ከምዚ እንዳ ዘለኹ ከለኹ ኣብ ዛራእቱ ምስ በልኩ ርእዩ ምስ ኣበልክዎ ሳይዘይ ከዓ ስለ ዝነበረ ከዓ በቃ ኣምፅእ ማለት እዩ ሳይዝ ትሽዓተ እየ ዝገብር ኣነ ናይ ኣሜሪካ ትሽዓተ ፊቲንግ ናይ ኤውሮጳ ኣርብዓ ገለ ማለት እዩ ካብ መጠን ንላዕሊ እዚ ጫማ እንድሕር ሪእኽኖ ኣብ ዛራ ግዘኦ ብጣዕሚ ዘዘንጠካ በቃ ፅቡቅ እንደገና ሌዘር ከዓኒ ሕጂ ኦንላይን ቸክ ገብሮ ፀኒሐ ኣብቲ ኣብ ስታክ የለን ግን ክመፅ እዩ መብዛሕትኡ ግዜ ናይ ዛራ ሓድሽ ከሎ ውድእ ብል ድሓር ከዓ ይመፅ ማለት ሕጂ ሓድሽ ስለ ዘሎ ሓድሽ ስለ ዝመፀ እዚ በቃ ካብ መጠን ንላዕሊ ፅቡቅ እንደገና ከዓ ሌዘር እዩ ዝብል ሌዘር እዩ ከምዚ ካብ ምቾ ነገር ማለት እዩ ካብ መጠን ንላዕሊ እዚኣ ፅብቕቲ ጫማ ፈተያ ካብ መጠን ንላዕሊ ትበል ኢልሃኒ ሓንቲ ሓፍተይ ሓንቲ ሓፍተይ ብቐዳማይ ስለ ዝለመድኩ እየ እምበር ኣይብልየ እንድሕር ሕጂ ክፍትን እየ ክስታይ ገብሮ ግን ልምዲ ስለ ዝኾነ በቃ ካብ መጠን ንላዕሊ ካብ መጠን ንላዕሊ ሕጂ ካልእ ኔራ ጆ ካብ መጠን ንላዕሊ እንዳበልኩ ልምዲ ኮይናትኒ ስለ ዝኾነት እያ ልምድኻ ቀልጢፍካ ስለ ዘይትገድፎ ግን ክገድፎ እየ እዚ ግን ፅቡቕ ፈተዩ እዚ ጫማ ካብ መጠን ንላዕሊ ሕጂ ከዓ መፅያ ማለት እዩ ሶሪ Anyway በቃ እዚ ከኣ ካብ ዛራ ገዚኤ እዩ ክመጽኤ ማለት እዩ ካልእ ከኣኒ እዚ ኦክያለኻ ካብ ኣማዘን ሕጂ እንድሕር ሪኢኹና መብዛሕተን እዘን ፋሽን ኣዋልድ ከምዚ ዓይነት ኮሎስ ኤክስፐንሲቭ ብራንድ ኣለ ዝገብሮ ኦክያለ ማለት እዩ እጂ እሱ ግን ክስታይ ስለ ዝኾነ ክቡር ስለ ዝኾነ እዚ ግን ካብ ኣማዘን ካብ ብጣዕሚ ሕሱር ዋጋ ረኺበዮ ማለት እዩ ሕጂ በቃ ዘንጥ ካብ ብለካ ፅቡቅ ኦክያለ እንድሕር ሪኢክንኦ ኣለክን እዞም ኩለን ዘናጣት ኣዋልድ ዝገብርኦ ክስታይ ማለት እዩ ዝኾነ እዚ ኤክስፐንሲቭ ዝተባህለ ብራንድ ኦክያለ ኣብ ኣማዞን ብሕሱር ዋጋ ክመፅእ ከሎ ካብኡ ንገዝኦ ማለት እዩ ሕጂ ቅድሚ ሕጂ ካብ ርኤክን ነይረ ካብ ኣማዘን ዝገዝኦ ኦክያለታት ገዝእ ካብኡ ማለት እዩ ፅቡቅ ፅቡቅ ኦክያለ መፅኡ ኣብ ኣማዘን እዚኣ ከዓ ዘናጥ ብጣዕሚ ስለ ዝፈተኽዋ እዚኣ ኣውኪያለ ከኣኒ ካብ ኣማዘን ገዜ እያ እዚኣ ሕጂ ኣብቲ ዲስክሪፕሽን ባክስ ገብረልክን እየ እዚ ግን ኣብቲ ሕጂ ክሪኦ ፀኒሐ እቲ ናይ ዛራ ኣብ ክስታይ የለን እዛ ቦርሳ ከዓ ተረክበያ ክገብረልክን እየ መብዛሕትኡ መብዛሕትኡ ናይ ዛራ ቀልጢፍ እዩ ዝውዳእ ግን መፅኢ ማለት እዩ እዚ ግን ብቀዳማይ ከይደ ነይረ ኣይረከብኩን ኣይነበረን ማለት እዩ ሕጂ ሓድሽ እዩ ማለት እዩ ዝኸውን Anyway ስሎ እዚ ግን ኣሎ ኣማዘን ሕጂ ክስታይ ገብሮ ጸኒሐ እንድሕር ትደልዮ ኮንክን ኣብቲ ዲስክሪፕሽን ባክስ ዝገብረልክን እየ ካልእ ከዓ እንታይ ከርእየክን ደልየ ካብ ቪክቶሪያ ሴክሬት ከዓኒ ረጂ ካብኡ እንዲ ዝገዝእ ቅድሚ ሕጂ ኣርእየክን ነይረ ሕጂ እዚ እዚ ረጂ ከዓኒ ካብኡ እየ ዝገዝኦ ካብ ቪክቶሪያ ሴክሬት ግን ኩሉ ግዜ እንታይ ክንገብር ኣለና ምኽሪ ማለት እዩ እንድሕር ስቕ ኢልና ኣይኮናን ቁፅረይ ከምዚ ነይሩ ኢልና ኣይኮና ንገዝኦ ረጂ ክንገዝእ ከለና ኣብ ዝኸናዮ ግዜ ክንዕቀን ኣለና ማለት እዩ ወይድና እዚ ክብደትና ክንቅንስ ኮለና ምስቲ ነብስና ክስታይ ይኸውን እዩ ማለት እዩ እቲ ሓደ ሓደ ግዜ ዓቢ ሓደ ሓደ ግዜ ክንውስኽ ኮለና ከዓ ክስታይ ስለ ዝኸውን ከምዚ በዚ ድወፅእ በዚ ጠረው ድበለ ገለ ከይከውን ኣብ ዝኾነ ግዜ ከይትክን ዓቀናናት ዓቀናነ ትብለአን ማለት እዩ ናይ ግድን ክትዕቀና ኣለክን ሕጂ እንድሕር ሽዱሽተ ወርሒ ገለ ፀኒሕካ ነብስኻ ስለ ዝቀያየር ከይድና ተዓቂና ኣብ ዝኾነ ግዜ ከይድና ተዓቂና ክንስታይ ክንገብር ኣለና ማለት እዩ ዕቅና ከዐን ዓቅና ናትብለን ማለት እዩ ደሓር እዚ ፅቡቕ ፅቡቅ ገይሩ ክስታይ ድብሎ በዚ ድወፅእ ዘይብሉ በዚ ሸጣ ብልዮ ሒዘካ ገለ ዘይኮነሲ በቃ ፅቡቅ ፅቡቅ ረጂ ማለት እዩ ብዙሕ ካ ፀንሕ ዳሕር ከዓኒ ክንሓፅቦ ከለና ከዓኒ ሓፂብና ኣብ መንቀፂ ነትወ የብልናን ኣነ ኣብ ምስ ሓፀብኮ ኣብ መንቀፂ ትወኒ ኣብ ደገ ገይረ ክስታይ ዝገብሮ ማለት እዩ እዚኣ ሕጂ እዚ ሕጂ እዚኣ ብፍላይ እዚኣ ረጂ እዚኣ ድገዛ ቅድሚ ሕጂ ኣርእየኪ ነይረ ድየ ኣይርኣኹክንን ኣይዶኖ ግን እዚኣ ኣብዚኣ ኣብ ቪድዮ ኣላታ ብዙሕ ዓይነት እንዲ ተፈላለዩ ዘለዎ እዚ ኣብ ባዲ ባዲ ባይ ቪክቶሪያ እዩ ዝብል እዚ እዚኣ ንምፍላይ ፅቡቃት እየን ኣነ ፅቡቅ እየን ድሕዛ ካብ መጠን ንላዕሊ ካብ መጠን ንላዕሊ ከዓ ንሕጂ እዚአን ስለ ዝፈተኽወን ማለት እዩ እዚ ኣቪ ኮይናስ ልቢ ደላታ ባዲ ባይ ቪክቶሪያ ድብል ብዙሕ ዓይነት እንዲ ደሎ ኣብኡ ምስ ኣተኻ ኣብቲ ውሽጢ ኣብቲ ቪክቶሪያ ሴክሬት ናቱ ሽም ኣለዎ ኣብ መስኣተኽን ሽዑ ባዲ ባይ ቪክቶርያልክን ድብለይና እዩ ገለ ክትብለ እንትኽእላ ኢኽን እዚ ሕጂ እዚ በርጋንዲ ማለት እዩ ሕብሪ በርጋንዲ ፎትየ ካብ ቀደመይ እንደገና ሕጂ ካብ በርጋንዲ ከዓ ነዚ ናይ ፎል ከለር ከዓኒ ፋሽን መፂሎ ማለት እዩ ኣብዚ ግዜ ፎል ናይ ግድን ፋሽን ጥራሕ ስለዘይኮነ ግን ኮይኑ ጥራሕ ዘይኮነ ግን ትፈትዎ ንዓኽን ዘሕጉሰክን ነገር ዝኾነ ነገር ኣዘንጠክን ኣዘንጠ ማለት ፅቡቅ ትብልኦ ነገር ክስታይ ክገብራ ኣለክን ኣነ ግን ካብ መጠን ንላዕሊ ፋሽን ስለ ዝፈቱ በቃ ከምኡ ደስ ዝብለኒ ማለት እዩ ወረ ቀይሕ ነገር ሲዝና ኣሎ ቀይሕ ገብር እንድሕር ከምዚ ሕጂ ዝሓለፈ ቀይሕ ነይሩ ካብ መጠን ንላዕሊ ስለ ዝፈቱ ቀይሕ ብዙሕ ገብር ነይረ ቀይሕ ዝኾነ ዓይነት ከምቲ ዝረኣኹኹን ማለት እዩ ካልእ እንድሕር ዘይፈትዎ መፅኡ ከዓኒ ፋሽን ኮይኑስ ድሕር ደይ ፎቶ ኮይኑ ድሕር ደይ ወይ ደይ በቃ ምስ ነብሰይ ከይኒ ድብሎ ድሕር ኮይነ ግን ኣይገብሮን ሕጂ ዝጅልየ ድመፀ ከይገበርኩዎ ዳር ስቲል ኣሎ እቲ ጅልየ ኣብኡ ከለካ ጅልየ ጥራሕ ጌርካ ትገብሮ ከም ዝብክስቲ ዓይነት ማለት እዩ እሱ ሕጂ ፋሽን ከሎ ግን ኣይገበርኩዎን ኣይፈትኹን ግን ፋሽን ከሎ ድሕር ድፈትዎ ኮይኑ ገብሮ ማለት እዩ ፎል ከዓ ሕጂ ካብ መጠን ንላዕሊ ስለ ክስታይ ዝኾነ ጽቡቅ ፋሽን ናይ ፎልን ናይ ዊንተርን ኣነ ፎቲ እየ ኣብዚ ዓዲ ከዓ ዓዲ ቁሪ ስለዝኾነ ከዓ ጽቡቅ ጽቡቅ ናይ ክስታይ ዘለና ማለት እዩ ናይ ዊንተር ናይ ፎል ክዳውንቲ ከዓ ጽቡቅ ጽቡቅ እዩ ዝመጽእ ሓደ መዓልቲ ቆልዑ ትምህርቲ ምስ ጀመራ ከዚ ከርእየክን እየ ማለት እዩ ስታይ እንዳገበርኩ እዚ ሕጂ ዝመፅ ዘሎ ፋሽናት ከምቲ ዓቂነ ዝርእየክን ነበርኩ ከምኡ ከርእየክን እየ ግን ሙሉእ መዓልቲ ስለ ዝወስድ ኤኒወይ ግን ከርእየክን እየ ካልእ ከዓ እዚኣ ማለት እዩ ካልኣይቲ እዚ ላቨንደር ከለር ማለት እዩ እዚ ፐርፕል ዓይነት ላቨንደር እዚ ከዓ ፅብቅቲ ከምኣ ሓደ ዓይነት ማለት እዩ ባዲ ባይ ቪክቶሪያ ድብል እዚኣ ቪ ጥሪሓ ትብል ኣብ ውሽጣ ከዓ እቲኣ ልቢ ማለት እዩ ምስ ኣትኽና እውን ስራ ክነ ከዓ ከይትክን ባዲ ባይ ቪክቶሪያ ካብኡ ደሊና ትብል ካልእ ሓንቲ መርሃባ ክንደሊ እንድሕር ድኾነ ኣብዚ ገዛ ክንሰርሕ ኮለና ገና ከዓ ብደይ ረጂ ክንሰርሕ ይብልና ረጂ ዝወላ ኣይኹን ወላ ናይ ኤክሰርሳይስ ረጂ ጌርና ክንሰርሕ ኣለና ምክንያቱ

ኣሕዋተይ ድሕመክን ገለ እጥብክን ገለ እንድሕር ኣሎ እሱታት ክኸውን ስለ ዝኽእል ተጠንቂ ዝኾነ ፍኹስ ዝበለ ብራብ በዛ ክንገብር ንኽእል ኢና ማለት እዩ ናይ መጨረሻ ሕዚ እዚኣ እዚ ከዓኒ በርገንዲ ክስታይ ድበልኩኽን ማለት እዩ ሕጂ መፂ ዘሎ ፋሽን እዚ ከዓ ካብ ፒንክ ገዚአ እዮ ከምኡ ብሌለ እንዳሓሰብኩ በርገንዲ ከለር ገዚእ ኢለ እንዳሓሰብኩ ቦርሳ ለና ቅድሚ ሕጂ ኣርእየክ ነይረ ናይ ቀደም ኮች ፅቡቅ በርገንዲ ማለት እዩ ድሓር እንዳሓሰብኩ ከለኹ ኣብኡ መስከትኩ ምስ ረኣኽዋ እዚኣ ከዓ ፒቄር እያ ማለት እዩ ነዚ ናይ ፎል ከለር ጎልፎ ፅቡቅ ጎልፎ እዩ ከምስታ ገለ ኣይኮነን ከም ዝጎልፎ ዓይነት እዩ ጎና ደለዎ ኣሎ ጎና ሓፂር ኣለዎ ምስ ድኸይድ ግን ነቲ ጎኑ ፒክ ኣይገብርኩን ነዚ ጥራሕ ፒክ ገይረዮ ማለት እዩ ፈትየዮ ላርጅ እዩ ክዕቁን ዓቀም ኮን ደለኹ ስቂለ ፒክ ገይረዮ እንድሕር ፅቡቅ ኮይኑ ክስታ ይገብሮ እየ ግን ሚድየም ስለ ዝገብር እንድሕር ገጂፉ ኣፀቢቑ ገጂፉ ግን ከይደ ክእዩ ርኤ ማለት እዩ ሎማዓንቲ በቃ ናይ ሎማዓንቲ ቪድዮ እዚኣ ትመስል እንጂ ጌርክን ኣክትኮና ተስፋ ገብር ከየብላሊ እየ እምበር ካብ መጠን ንላዕሊ ሎማዓንቲ ቢዚ እየ ነይረ ግን እዛ ናይ ሰንበት ሰንበት ሚስ ክገብራ ይደሊ እየ ኩሉ ግዜ ፖስት ክገብረልክን እየ ዝደሊ እዚኣ ትመስል ናይ ሎማዓንቲ ቪድዮ ስጋብ ሕጂ ርእይክን ኦ ሳብስክራይብ እንድሕር ዘይገበርክን ሕጂ ከይወፃኹም ከለኽን ሳብስክራይብ ጌርክን ምፃእ ላይክ እንድሕር ዘይገበርክን ኦ ከዓ ሕጂ ከይወፃኹም ከለኽን ላይክ ጌርኩም ምፃድ በለፀ በለፀ ቪድዮ ከምፃልክኒ ሓደ ሓደ ግዜ እንድሕር ፅቡቅ ክስታይ ሳብስክራይብ ገለ እንድሕር ዘይተገበረ ዝኩሉ እንዳደኹምኩስ ሚስ ክገብር እዚኣ ክገድፋ ገለ ትብል ኢኻ ግን እንድሕር ንዓና ዝጠቅም ፅቡቅ ፅቡቅ ቪድዮ ክሰርሓልክን ምእንቲ ንኩላህና ንኩላህና ዝጠቅም ደዘ ንጠና ንገዛና ንሓዳርና ንደቅና በቃ ሳብስክራይብ ከይገበርክን ኣይትውፃእ ላይክ ከዓ ከይገበርክን ኣይትውፃእ ካብ መጠን ንላዕሊ እየ ደመስግነክን የቀንየለይ ኣብ ቀፃሊ ብካልእ ክሳብ ንራኸብ ከዓ ብሰላም የራኸበና ባይ